ሃይ ደቂ ነጋውስ ከመይ ኣለኹም ኣነ ፅቡቅ ኣለኹ ንስኻትኩም ፅቡቅ ክትብሉ ከዓ በዓልቲ ሙሉእ ተስፋ እየ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ሕጂ ከዓ ኣምፅኤልኩም ዘለኹ ኦኬለይ እሞ ክቅይራ እዛ ናይ ሪዲንግ ግላስስ እዚኣ ክቀይራ ሕጂ ኣምፅኤልኩም ዘለኹ ከዓ ንምንታይ ንውለድ ንምንታይ ንውለድ ሕጂ ንምንታይ ንውለድ ኣብ ናትና ሃይማኖት ክንወልድን ክንዋለድን ክንፈርን ፍረይን ተዋለዱን ኢሉ እዩ ፈጣሪ ኣብዚ ኣምፂኡና ኢና ንብል። ሓደ ሓደ ሰባት ግን ኣለዉ ናብረኦም ምስ በርትዖም ንምንታይ ተፈጢረ ንምንታይ ነዚ ድየ ተወሊደ እሞ ትሕሸኒ ተስፋ የብለይን ክነብር ድብሉ ሰባት ኣለዉ ብብዝሒ ኣብ ብስጭት ኣብ ትሮማ ኣብ ፅንኩር ቦታታት ምስ ኣተዉ ከምኡ ስምዒታት ወይ ከዓኒ ክንድዚ ዕድመይ ዓብየ ሓሊፈሲ ነዛ ህይወተይ ነዛ ዓለምሲ ዋላ ሓንቲ ዘይገበርኩላ ዝብሉ ሰባት ኣለዉ ሕጂ መብዛሕትኡ ንሕና ክንወዳደር ከለና ምስ መታዕቢትና ንወዳደር ምስ ከማና ዝኣመሰሉ ኢና ንወዳደር ሕጂ ንሕና ግን ኣብዚ ዓለም ክንመፅእ ከለና ነናትና መመንፅኢና ነናህና ጉዳይ ኣሎ ከምዚ ኩሉ ግዜ ዝብለኩም ሓሪና ኣብ ፋሚሊ ሃፍታማት ድዮም ድኻታት ድዮም ርጉማት ድዮም ተዋጋእቲ ድዮም ተፋቐርቲ ድዮም ስፐሪቹዋል ድዮም ፕሮፌሽናል ድዮም ሓሪና ኢና ኣብኡ ንኣቱ ማእታ ንዓና ከዕብየና ሕጂ ቅድሚ ሕጂ ነጊረኩም ነይረ ከም ሲዲ እያ ነታ ሲዲ ንሪኣ ኦኬ እዚኣ ተዋጻጽኣኒያ እዚያን እዚያን እዚያን ኣብዚ ክፍተ ንኽእል እየ ኢልና ባዕልና ኮንትራት ፈሪምና ኢና ናብዚ ዓለም ማህፀን መሪፅና ንውለድ ኣብዚ ምስ መፃና ግን ኣይንኽእልን ስጋብ ወይ ነብስና ንቐትል ወይ ካልእ ሰብ ንቐትል ምክንያቱ ኣንደርስታንዲን መን ንሕና መን ኢና ንሕና ስለ ዘይንፈልጥ ትርድኢት መን ምዃንና ንሕና ኣይንፈልጥን ስለ ዝኾንና ንሕና ስጋ ጥራሕ ከም ዘይኮና ንሕና ብርሃን ምዃንና ኣይንፈልጥን ኢና። ንሕና ብምስሊ ፈጣሪ ከም ተሰራሕና ኣይንፈልጥን ኢና። ንሕና ነጥቢ ነጥቢ ነጥቢ ከም ንርኢ ኣብ ዓለም ኣይንፈልጥን ኢና። ንሕና ፈጣሪ ጋይድ ከም ዝገብረና ትስእ ክንብልን ድቅስ ክንብል መላእኽቲ ምሳና ከም ዘለውን ኣይርድኣናን ኣይንፈልጦን ኢና ኣይንዝክሮን ኢና ብሕልፊ ብሕልፊ ኣብ ግዜ ጭንቅና ክንህሉ ከለና እቲ ጭንቅኻ ንዝነውሐ ግዜ ክካየድ ከሎ ተስፋ ምቑራፅን ነጋቲቭ ኤነርጂ ነዚ ነጋቲቭ ኤነርጂ ከዓ ድሓፍሱ ኣለዉ ምክንያቱ እዛ ዓለም ነጋቲቭ ድሕን ኮይና ካብኡ ዝጥቀሙ ከምዚ ንሕና እኽሊ ዘሪእና ንበልዖ ነገቲቭ ኤነርጂ ክስታይ ዝገብሩ ኣለዉ ትንፋስ ናይ ሰብ ዝወስዱ ኣለዉ ቃንዛ ናይ ሰብ ሀርብስ ዝገብሩ ሰባት ኣለዉ ገለገለ ሰባት ከዓ በዚኣቶም ዝተንፀሉ ኣለዉ ከዓኒ ውግእን መከራን ቃንዛን ዝገብሩ ከዓ ኣለዉ እዚ ፍሉጥ እዩ ስለዚ ኣብቲ ዋና ቀንዲ መዛረቤ መምፅእየ ኣብ ሰሌዳይ ክምለስ ንምንታይ ተወሊድና ንምንታይ ተወሊድና ሕጂ ንምንታይ ተወሊድና ክልተ ዓይነት እንታይ ተወሊድና ኣለና ንንታይ ተወሊድና ሽግርና ስለ ዝበዝሐ ትሮማና ስለ ዝበዝሐ ዲ ኣይደሊነ ክነብር እየ እዚኣ ናይ ናተያ ንምንታይ ተወሊደ ገለ ነገርስ ኣሎ ካብዚ መሬት ኣነ ዝሪኦ ዘለኹ ዝበለፀ ነገር ኣሎ ንዓይ ክፈልጥ ኣብ ውሽጥኻ ንክትኣቱ ከዓ ኣሎ እዚኣ ግን ሕጂ ናይዚ ፊዚካል እዩ ናይዚ ፊዚካል ከነስተንትን ከለና ማለት እዩ ኦኬ ኣብዚ ዓለም ክንመፅእ ከለና ክንሕጎስ ኣይኮናን ክንፍተን ኢና መፂና ሓደ ሓጎስ ንዓኻ ሓጎስ ነቲ ሓደ ሰብ ኣይክኸውንን ንኽእል እዩ ንሓደ ሓደ ሰባት ምናልባት ባኒ ክበልዑ ንዕኦም ሓጎሶም ክትከውን ትኽእል እያ ምክንያቱ ባኒ ስለ ዘይብሎም ንካልእ ግን ባንን ኩሉ ነገር ኣለዎም ዝዓበየ ነገር ክኸውን ይኽእል እዩ ካብ ባኒ ዝዓበየ ኦኬ ስለዚ ሲ ንዓና ደሐጉሰና ነቲ ሓደ ኣይሐጉሶን ነቲ ሓደ ደሐጉሰ ነቲ ሓደ ኣይሐጉሶን ክኾኑ ክእሉ እዩ ከምኡ ከዓ ምሕራ ስለዚ ንዓና ንሕና ኢንዲቪጁዋል ኢና ነንበይንና ኢና ነንበይንና ከዓ ነብስና ክነፅንዓ ክንኣሰስ ክንገብራን እዩ ዝግብኣና ብዝኾነ ኣብዚ ዓለም ክንመፅእ ከለና ክንሕጎስ ኣይኮናን ክንፍተን ኢና መፂና ፒሪየድ ዋላ ጥሜት ክንፍተን ዋላ ድኻም ክንፍተን ዋላ ቃንዛ ክንፍተን ዋላ ትራማ ክንፍተን ኩሉ ክንፍተን ኢና ክንፍተን ኢና መፂና ክበሃል ከሎ ፈተነ ማለት ናይ ጥሜት ፈተነ ናይ ውግእ ፈተነ ናይ ቃንዛ ፈተነ ናይ ሓጎስ ፈተነ ናይ ፅቡቕ ፈተነ ናይ ኩሉ ነገር ፈተነ እዩ ኩሉ ነገር እንተደይ ተፈቲናዮ ኣበና ውሽጢ መምህር ኣይህልወናን እዩ ናህና ሶል ኣይዓብን እዩ ድሕን ዘይተፈተነ ኡስ ኢልካ ጥራሕ ኣብ ገዛ ድሕን ተዓፂኻ ውዒልካ ከም ስጋ ሰብ ከማነይ ዋላ ሓንቲ ትፈልጦ ነገር የለን ኣብ ርእሲኡ ከዓ እቲ ሶል ኣብ ውሽጢ ስጋ ዝለበሰ ከዓኒ ንክፍተን እዩ መምፅኡ ንሱ ንዕኡ ሕማቅ ፅቡቅ ዝበሃል ነገር የለን ኦኬ ኦኬ ኣይትፍረድ ከይትፍረደካ ይበሃል ኣባና ንምንታይ ኣይትፍረዳ ከይትፍረደካ በሃል ደቂ ነጋስ ምክንያቱ ድሕን ሓደ ሰብ ኣብ ሕማቅ ሲትዌሽን ኣሎ ወይ ደኺ ኣሎ ባሊ ስኢኑ ኣሎ ድዩ ዋላ ቅጫ ስኢኑ ኣሎ ኦይ እዚ ጥሙይ እዚ ድኻ ክትብሎ ከለካ ንሱ ንሱ ፈተነ እዩ መፅዩ ዘሎ ስለዚ ኣይትፍረዶ ምናልባት ንስኻ ብኡ ሓሊፍካ ትኾን እዮም ክንታ ናቱ ቦታ ፅባሕ ንጎ ንስኻ ትሕዛ ትኸውን ስለዚ በዚ ምክንያት ኣይትፍረድ ከይፍረደካ ይብሉ ኣቦታትና ኦኬ ኣብቲ ፈተነ ኣብ ፈተነ ኣይትእትወና ድብሉካ ኣሎ ዚኣኻታ ካልኣይቲ ማለት እያ ደቂ ነጋውስ ኣብ ፈተነ ኣይትእትወና ምክንያቱ ይፈልጡ እዮም ፈተነ ከም ዘሎ ኦኬ ኣብቲ ፈተነ ኣይትእትወና በቃ ተፈቲና ኣለና ርኢና ርኢኻ ከማን ክትፍትን ትኸእል ኢኻ ብማዕዶ ርኢኻ ናይ ካልእ ሰብ ቃንዛ ድሕን ተሰሚዕካ እስኻ ከማን ተፈቲክ እንታይ እዩ ድብሎ እቲ ካብቲ ናይቲ ሰብ ትሮማ ንስኻ ክትሰምዖ ከለኻ ዝያዳ ንዓኻ ትሮማ ኣለካ ከምቲ ንስኻ ኣቀባብላ ናይ ነብስኻ ማለት እዩ ኦኬ ስለዚ ኣብ ፈተና ኣይተእትወና ኦኬ ኣይትፍረድ ከዓ ከይፍረደካ ሕጂ ክንጥንቀቕ ክንክእል ኣለና ነዚታት እዚ ድሕና ኣስተውዒልና ፈሊጥና ምን ነፍስ ናብ ነፍስና ንቀርብ ነብስናም ኣይንፀልእን ንፈቱ እንታይ መምፂና ከዓ ንፈልጥ ኦኬ ኦሬዲ ሕጂ ንምንታይ መምፂና ንምንታይ ንውለድ ኣብኡ ከለና ድሕን ቀብ ነብል ኮይና ኦሬዲ ኣብዚ ብዙሕ ኣሎ ኣብዚ ናህና ናይ ወለድና ዝዛረብዎ ዘራ ፈተነ ትምህርቲ እዩ ቃንዛ ቃንዛ ተዘይ ፈቴንካዮ ኣይትፈልጦን ንኣብነት ኣብ ዓይኒ ጥሙይ ኣብ ዓይኒ ፅጉብ የለን ጥሙይ ካድ ኣባና ብዙሕ ብዙሕ ብዙሕ ነገራት ኣሎ ከምኡ ንዓና ከዕብየና ዝኽእል ከላልየና ምስ ነብስና ክቐርበና ዝኽእል ድሕን ሓደ ሰብ ቃንዛ ዘይተፈተነ እቲ ቃንዛ ክፈልጦ ኣይኽእልን እዩ ኦኬ ሕጂ ንኣብነት ሓደ ሓደ ኣነ ሳይኮቴራፒስት ስለ ዝሰርሕ ሕጂ ሓደ ሓደ ሰባት ሓንጎለን ሆስታይል ይመጻ እየ ኦኬ ብዙሕ ነገራት ሕጂ ኣነ ምሽ ኣብ ሕክምና ፀኒሐ ኪሞ ክትወስድ ከለካ ኪሞ ሸይጣን ኢለኩም እየ ገሃን ነብሳት እዩ ኪሞ ምክንያቱ ኣነ ስለ ዝተመኮርኮ ኣብ ታሕቲ ኣነ ላዕሊ ፈልጢ ኣብ ታሕቲ ታሕቲ ታሕቲ ውሪድኒ ሕጂ እቲ ታሕቲ ኣነ ነብሰይ ኣጋጣሚ ስለ ዝፈለጥኩ ካብ እቲ ስጋይ ዲስኮኔክት ገይረ ኣብ ነብሰይ ኣብቲ ናተይ መንፈሰይ ኣብኡ ቀሪበ ነቲ ስጋይ ክጥምቶ ክእል እየ ኩሉ ሰብ ይኽእል እዩ ኣነ ግን ገይረዮ ክጥምቶ ክኽእል ከለኹ ሕጂ እቲ ትጋህ ነብሳት ዝበሃል ሲ እቲ ስጋይ ወሪስዎ ኔሩ በቲ ቃንዛ ዝኣክል በቲ ሎው ባርብረሽን ኣነ ኣብዚ ከምፀልኩም ኣይደልን እየ ብጣዕሚ ሎው ባርብረሽን ብዙሕ ነገር ኢኻ ኣብቲ ታሕቲ ትኸይድ ብጣዕሚ ብጣዕሚ ኣነ እዛ ነገር እዚኣ እንተዘይትሓልፋ ምፈለጥኩዋ ዶ ከቢድ እዩ ፀወታ ኣይኮነን ብጣዕሚ ብጣዕሚ ብጣዕሚ ከቢድ እዩ ግን እንተዘይሓልፋ ኣይምፈለጥኩዋን ነይረ ሕጂ ከምኡ ዝሓልፍ ሰብ ኣነ ሞር ሪሌት ይገብር ምስኣቶም ኦኬ ስለዚ ንሕና ክንፍተን ኢና መፂና ኣብዚ ዓለም ኦኬ ኣይንፍረድ ከይፍረደና ከይፍረደና ኣይንፍረድ ኣብ ፈተና ኣይትእትወና ሕጂ ንኣብነት ኣነ ፈልጥ ቅድሚ ኣብዚ እንታይ ይበሃል ኣነ ጥዑያት ጥዑያት ሰባት ፈልጥ ከይደን ሰባት ዝሪኣ ሰባት ዝተሓጋገዛ ገለ መልታት ኣነ ብካልእ መንገዲ ድኣ እምበረይ ከምቲ ንሳተን ቅርብ ኢለን ኣይክእልን ኣይክእልን ግን ሕጂ ምገበርኮ ዶ ኣይ ቲንክ ሶ ምገበርኮ ኣይፈልጥን ብዝኸነሲ ድሕንቲ ቃንዛ ሓሊፍካ እዩ ዝርዳእካ ኣትሊስት ዋላ ንሰብ ከማነ ፅልል ኢልካ ክትሰምዖ ከለኻ ኣትሊስት ዋላ ከማነ ሚት ከሚት ዝርዳእካሲ ኣቴንሽን ሂብካዮ ኣለኻ እሱ ከፋኾስ ናይ እንታይ ይበሃል ኣነ ናተይ ስራሕ እሱ ስለ ዝኾነ ከም ሳይኮቴራፒስት ቃንዛ ናይ ሰብ ምስማዕ እዩ እንታይ ይበሃል ናተይ ስራሕ ከመይ ገይረ ከም ቃንዛ ከም ድወስዶ ኣበይ ከም ድወስዶ ከዓ ኣነ ስለ ዝፈለጥ ብዙሕ ሽግር ኣይኮነን ግን እንደገና የዕብየካ እዩ የዕብየካ እዩ የፈትነካ እዩ ስምዒታትካ ይፈታተነካ ሕጂ እቲ ሓንጎል ሆስታይል ሰባት ኣነ ክመፃኒ ከለዋ ብዝያዳ ክተሓጋገዝን ክፍትን ከለኹ ኦኬ ከም ሕጂ ናተይ ከምኡ ኮይኑ ክንዲ ምንታይ ኦቨርወልሚን እዩ ሲ ብጣዕሚ ኦቨርወልሚ ኣብ ኣብ ርእስኻ ክትብጽብጽ ከለኻ ብዝኾነ ንምንታይ ንውለድ እንድዩ ክንፍተን ክንሙከር ብሓፂሩ ግን ብዙሕ ነገራት ብዙሕ ፈተነ እዩ ዘሎ ኦኬ ኣብዛ ዓለም ብዙሕ ነብስኻ ዘፅልኡ ኩነታት ኣለዉ ኦኬ ብዙሕ ብዙሕ ኣብዛ ዓለም ብዙሕ ኩነታት ነብስኻ ዘፅልኡ ኣለዉ ግን ድሕን ንፈልጥ ኮይና ነብስና ግን ፕረዘንት ኮይና ኣብ ምንታይ እዩ ዝስምዓኒ ዘሎ እዚ ኩነታት እዚ ሲ ኣበይ እዩ ዝስምዓኒ ዘሎ ኢልና ከነስተውዕል ክንፈርሕ የብልናን ፍርሒ ነቲ ዘለዎ ነገር ይዕሪ ዘዕብየልና ኦኬ መፂኡ ድዩ ሃንጎፋ ኢልካ ምቅባል ኦኬ ከመይ ገይረ እየ ግን ነዚ ክወፆ እንዳ ሓዘንኩ እንዳ ቦኾኹ ድየ ወይ ከኣኒ ተመስገን ተመስገን ንፈጣሪ ትሕምቆ እያ ዝበሃል ተመስገን ኢልካ ኦኬ ከምዝን ከምዝን እዚኣ ንክዝጋዕ ክንዲዚኣ ክትጸንሕ ኢልካ ፕላን ምውጻእ ስትሬት ኣወይ ናይ ሰቫይቪን ናይ ምንባር ኦኬ ብዝኾነ ኣብዚ ዓለም ብዙሕ ነብስኻ ዘፅልኡ ኩነታት ኣለዉ ንኣብነት ዓሰርተ ቆልዑት ወሊዶም ሓደ ካብዞም ካብዚኦም ዘይምህላዎም የጉህዮም። ሕጂ ንኣብነት እዚ ኣብ ኤርትራ ብሕልፊ ዓሰርተ ቆልዑ ትወልዳ ንሰብን ሰብኣየን ዓሰርተ ክልተ ሕጂ ዓሰርተ ቆልዑት እዮም ዝወልዳ ኣብ ዓድና ዓሰርተ ቆልዑት ወሊደን ኩሎም ጠፊኦም ሓደ ደይብለን ይኾርማያ እስቲል ተመስገን ይብላ ምክንያቱ ንኣምላኽ ስለ ዝፈርሓ ኦኬ ኣብ ርእሲኡ ከዓኒ ተፀሊለን ከማኒ እንታይ ንዐአን እየን ከክፍኣ ተኾርሜን ግን ከምኡ ኢለን ዝኸዳላ ካብዚ ዝኸፍእ ነገር የለን ሕማቕ ፈተነ እዚ ሕጂ በይንኻ ትፍተኖ ኣሎ ምስ ኩሉ ኣካባቢኻ ወይ ኮሚኒቲኻ ከዓ ትፍተኖ ኣሎ እዚ ድሕውዮ ናይ ኩሉ ኮሚኒቲ ኦኬ እዚ ኣይግባኣንን እዩ እዚ ክቅየር ኣለዎ ክትብል ኣለካ ካብ ፍርሒ ክትርሕቅ ኣለካ ግን ድሕን እሱ ተጸቢካ ካብቲ ድፈራሕናዮ ዶ ይወጻእና ዝብሃል ነገር ኣሎ እቲ ድፈራሕካዮ መጽዩ ክዕብልለካ ክእል እዩ ምክንያቱ ንሕና ክሬተር ኢና ንሕና ክሬት ንገብሮ ሂወትና ስለዚ ክንጥንቅቅ ኣለና እዚ ተድሕን እቲ እፍቲ ፍርኩንሲን እቲ ባርብሬሽን እታ ናይ ዓለም ከመይ ይሰርሕ ድሕን ፈሊጥናዮ እቲ ናትና ኤርያ እቲ ገዛና እቲ ቦዲና ለምለም ክንገብሮ ንኽእል ኢና ሰናይ ክንገብሮ ንኽእል ኣብ ሰናይ ሰናይ ይውዕል ኣብ ለምለም ለምለም ይውዕል ኣብ ህውከት ህውከት ይውዕል ኣብ ሆስታይል ቦዲ ሆስታይል ይውዕል ከምኡ ማግኔት ንኸውን ሕጂ ኣባና ከምኡታት ብብዝሒ ኣሎ ንምንታይ ንምንታይ ፍርሒ በብንእሽተይ በብንእሽተይ በብንእሽተይ ዝተኣከበ ነገር እዩ በብንእሽተይ እንዳተታለለ ኣብ ርእሲኡ ካኒ ኦኬይ ድሕን ንስኻ ተሓብሮ ኮንካ ኦኬይ ኢልካ ካኒ ባዕልና ኢልካ ኣብ ደእተኻያ ሕጂ ኣነ ንኣብነት ውላደይ ድሕን ኣነ ኣዕብየዮ ክህቦ ኣይግባእን ንሰብ ክህብ ክህብ ሓላፍነት ናይ ውላደይ ኣይግባእን ድሕን ሂበ እንታይ ይኸውን ናፃ እቲ ድወሳዲ ነቲ ውላደይ ስለዚ እዚ ከነስተብህል ክንክእል ኣለና ምክንያቱ እዛ ዓለም ዝገበርናያ እያ ትኸውን ዝሃብናያ እያ ትኸውን ኦኬ ስለዚ እዘን ናይዘን ንምንታይ ድሕን ኢልና ንሕና ኦልሬዲ ሳይን ዝገበርናዮ ነገር ኣሎ ኣብ ስጋን ኣብ መንፈስን ማለት እዩ ኦኬ እዚ ክንፈልጠሉን ክንመሃረሉን ክንክእል ኣለና ድሕን ኣነ ኣግር ገይረ ንኣብነት ኦኬ ድሕን ኣነ ሰባት ድሕን ሂቦምኒ እንክድሓነ ድሌት ክይምሃር እዮም ኢሎምን ኣነ ድሌት እየ ክምህሮም ናይ ሕማቅ ድየ ክምህሮም ዋላ ናይ ጽቡቅስ ኣብቱኒ ምክንያቱ እተን ኣዴታት ንዓይ ኣሚነን ሂበናኒ ኣለዋ ኦኬ ንጥፍኣት ግን ክህባ ኣይግባኣን ንውግእ ግን ክህባ ኣይግባኣን ኣደ ንውግእ ክትህብ ኣይግባኣን እምቢ ኢላ ኡይ ክትብል እዩ ዝግባእ ብዝኾነ እዚ ክንመሃረሉ ክንክእል ኣለና እዚኦም ሓደሽቲ ጀነሬሽን ኣብዚ ኢስት ኣፍሪቃ ምክንያት ኣብዚ ኢስት ኣፍሪቃ ብዙሕ ምስጢራት ብዙሕ ፍልጠታት ተቐቢሩ ስለ ዘሎ ንሱ ክወፅእ ዘይደልይዎ ሰባት ኣለዎ ማእታን ኣነ ቅድሚ ሕጂ ነጊረኩም እየ ሂስትሪ ናይ ዓለም ሂስትሪ ናይ ዓለም ከም ዝቕየር እትብኡ ዘሎ ሰብ ተደኣ ነቒዑ ሕጂ ሓደ ሓደ ሰባት ይርኢ ኣለኹ ከምዚ ናተይ ዓይነት ዘረባ ክዛረቡ ከምዚ ናተይ ዓይነት ሪሰርች ክገብሩ ኬፍ ኣለዎ ኢለ ኦኬ እዚኣን እዚኣን እዚኣን መኮፀ ንኽእል እየ ሕጂ ማለት እዩ ድብለሉ ግዜ በፂሑ ኣለኹ ብዝኾነ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ኦኬ ግን ንሕና ኦኬ ግን ንሕና ክንነብር ኢና መፂና ክንነብር ኢና ብዝመፂና ክንነብር ክንፍተን ኩሉ ነገር ክንጥዕሞ ኢና መፂና ንሕና ክንነብር ኢና ክንሕጎስ ኣይኮናን ኦኬ ጥራሕ ክንሕጎስ ጥራሕ ኣይኮናን ኦኬ ክንሓርቕ እውን ኣለና ክንፈልጦ መታን ኦኬ መታን ማለት ጣዕሚ ጣዕሚ ጣዕሚ ሕጂ ንኣብነት ክንሕጎስ ጥራሕ ኣይኮናን ክንመፅእ ዘለና ደቂ ነጋውስ ክንሕጎስ ክንክእል ኣለና ክንሓርቕ ክንክእል ኣለና ኩሉ እቲ ስምዒታትና ክተናኸፍ ክኽእል ኣለዎ እቲ ናህና ሶር ክዓቢ እንተዘየሎ እንታይ እቲ ፖይንት ምውላድ እንታይ እቲ ፖይንት ምምፃእ በሊዕካ በሊዕካ ወሊድካ ምኸር ኣብዚ ኮይና ናይ ስጋ ከነጣናቅቅ ንኽእል ኦኬ ናይ ካብ ስጋና ወፂና ከዓ ናይ ጋላክሲ ከነጣናቅቅ ንኽእል እዚ ከምዚ ቴሌፎን ካብዚ ደው ኢልካ ምሽ ንኤርትራ ድዩ ናብ ካልእ ዓለም ደው ኢልና ንዛረብ በዛ ስጋና ከዓኒ ኦኬ ኣብዚ ኮይንና ሕጂ ኣብ ካልእ ዓለም ምስቲ ሰብ ከማና ንፈትዎ ሰብ ወይ ከኣ ከን ኮሚኒኬት ክንገብሮ ንኽእል ኮሚኒኬት ክግበር ይከኣል። እዛ ነብስና ግን ንሕና ኣይንጥቀመላን ኢና። ንምንታይ ተወሊድና ነብስና ብዙሕ ነገር ትገብር እያ ብዙሕ ነገር ክንገብር ንሞት ኣይኮነትን ነብስና ንክንቀትላ ወይ ከዓ ንክንቀትል ኣይኮነትን ኣብዚ መፅያ እዚ ድገብረና ግን ናቱ ኣለዎ እንድዩ ናቱ ድሕሪት ኣለዎ ጠንቅታት ኣሎ እንደ ኣብኡ ንዓና ዘብፅሐና

ሜክስ ኽገብሩ ይበሃል ኣሎ ዕፍን ሮብ ዕብን ዕፍን ማሽንን ገይሮም ኦሬዲ እንታይ ይከውን ኣሎ ኣነ ብዚ ከምኡ ክብል ኣይደሊን እየ ዝገበርካዮ እያ ትገብር ዑፍ ትመስል እምበር ፍርቃ ዑፍ ፍርቃ እንታይ ይበሃል እያ ዋላ እተን ዝወለደተን ሲ ከምኡ መመሪ ዘለዎም ኮይኖ ተወሊደን ሕጂ እዚኣተን ድደለኻዮ ግበር ክትብለን ትኸእል ኢኻ ዋላ ከድካ እንዳ ኣዜብ ገለ ግበር ተልካ እታ ዑፍ መፅያ ብዚ ገለ ገይራ ክትገብር ትኸእለ ከመይ እዩ ዘሎ ኦኬ ብዙሕ ነገራት እዩ ዝኾን ዘሎ ሕጂ ግን ኦኬ እሱ ክገብርዎ ይኽእሉ እዮም እቲ ካብ ባዕሎም ብደይ ገለመለ ከይሓወሱ ግን ቀደም ይገብርዎ ነይሮም ካብ ሓደ ቦታ ናብ ሓደ ቦታ ኢንፎርሜሽን የመሓላልፉ ነይሮም ኦኬ ቴሌኬኔስ ድዮም ዝበሃል ብዙሕ ነገር እዚ ቦዲ እዚ እሲሉ ስጋ ሊፕስቲክ ተገበረ ዋላ ገለመለ ተገበረ ኣይኮነ እዚ ቦዲ እዚ ናቱ ቴክኖሎጂ እዩ ቴክኖሎጂ እዩ እሲ ዶ ኣይኮነን ቴክኖሎጂ ኩሉ ቦዲና ነናቱ ስራሕ ኣለዎ ነናቱ ፋንክሽን ዝገብሮ ነገር ኣሎ ብስነ ስርዓት ተጠቐሚ እምበር ድሕን ኣብ ሕማምን ኣብ ገለን ይሕሙሙኻ እቲ ሕማቕ ምግቢ ብሕማቕ ገለ መልታት ገይሮም ድሕን ሓሚምካ ኣብ ሕማምካ ኢኻ እምበር ከተ ስኪዝሚ ኣብ ሕማምካ ኢኻ ከተ ከተስተውዕል ከተቕልብ እምበር ኣብ ክስታይ ኣብ ምፍልሳፍ ሕጂ ንኣመኣነ ዓመት ዝኮፍ ድበልኮ ሕክምናይ ክገብር ንእሽተይ ይሰርሕ ነይረ ፓርታይም ይሰርሕ ነይረ ውሕድ ውሕድ ይሰርሕ ነይረ ኩሉ ኣጥጦ ኣቢለዮ ውሕድ ውሕድ ካብ ሪሰርች ይገብር ነይረ መብዛሕትኡ ግዜ ኣብ ነብሰይ ምዕራይ ኣብ ነብሰይ ምሕዋይ ነይረ ድሕን ኩሉ ሰብ ኣብ ነብሱ ምሕዋይ ኣሎ ወይ ዝጀመሮ ከይመልኦ ድሕን ሓሚሙ መይቱ ከይዱሲ ኣብቲ ትደልዮ ክትበፅሕ ኣይትኽእልን ኢኻ ምክንያቱ ሲ ክትሰርሕ ኣለካ ማእታ ኣንቢልካ ከተዓፅሞ ዳሕራይ ኮፍ ኢልካ እቲ ነፍስኻ ቃኒኻ ኣብ ካልእ ቦታ ከተብፅሖ ከምኡ መሬት ኣሎ ድዩ ዓድና ንእቶ ከምኡ ክንገብር ሓሪስና ክልና ቆፈላ መሊእና እቶ ዶ ውፃእ ዶ ደይብሎ ናብዚ ነብስና ንፈልጥ ሰብ እዚ እዩ ክገብር ዘሎ ምክንያቱ ሒዝናያ ንኸይድ ኣለ ዋላ ሒዝናያ ንመፅእ የለን ነዚ ከይንገብር ግን ብዙሕ ነገራት ኣለዎ ፓፐትስ ዝበሃሉ ብዚ ዓለም ኣለዎ ፓፐትስ ብሕማቕ ነገር ዝፅለዎ ብዝኾነ እንተዘይተሓጒስና ሓጎ ኦኬ እንተ እንተ ዘይ ተሓጒስና ሓጎስ እንታይ ምዃኑ ኣይንፈልጦን ስለዚ ኩሉ ክንፍተኖ ኢና ክንፍተን ኢና መጺና ጓሂ ሕርቃን ኩሉ ስምዒትና ክትንከፍ ክትንከፍ ብዘይ ምዕቃብ ከይተዓቀበ ኩሉ ተሓጎስና ድዩ ድሕን ተሓጒስና ሕጉስ ድሕን ሓሪቕና ሕርቕ ድሕን ኩሉ ነገር ሲ ስጋዕ እቲ መጨረሽታ መመሪ ክህልወና ክኽእል ኣለዎ ክንፍተኖ ክንክእል ኣለና እንተዘይሎ ኣይንፈልጦን ኢና ንሕና ንፍተን ኢና መፂና ንሕና ምክንያቱ ክንፍተን ኢና መፂና ንዋላ ሓደ ቁሩሎ ንዋላ ሓደ ነገር ኣይመፃና ኦኬ ንሕና ክንፍተን ኢና መፂና ስለዚ ከይፈራሕና ክንፍተን ኣለና ድሕን ዋላ ሓንቲ ደፍርሕ የለን ዋላ ሓንቲ ዘፍርሕ ነገር የለን ከማን ይብልዎሲ ኢሉዥን እዚ ዓለም ንስኻ በይንኻ ኮንቸስነስ ኮንቸስ ኢኻ ዋላ ሓንቲ ነገር የለን እዚ ትሪኦ ዘለኻ ኣብ ደገ ዋላ እዚ ንዓይ ትርእየኒ ዘለኻ ኣብ ውሽጢ ሓንጎልካ እዩ ዓለም ፀልማት እያ ዋላ ሓንቲ ነገር የላን እዮም ዝብሉን ኣነ ከማን ኣይ ኣግሪ ብዝኾነ ንምንታይ ህይወትና ገደብ ንገብረሉ ኦኬ ፍርሒ ድዩ ንምንታይ ገደብ ንገብረሉ ሕጂ ንኣብነት ኦኬ ኣነ መዲቴሽን ንገብር ብጣዕሚ እንጆይ ዝገብሮ ብዙሕ ነገራት ዝገብር መዲቴሽን ክገብር ከለኹ ሓድሽ ሓድሽ ፍልጠት ይመፀኒ ብዙሕ ነገራት ብዙሕ ክሪኤቲቭ ቨሪ ክሪኤቲቭ እየ ዝኾን ብዙሕ ነገር ክገብር ዝኾነ ነገር ክገብራ ተልየ ክገብራ ይኽእል እየ ፒሬድ ኦኬ ግን ንሰባት ክብል ከለኹ ኣነ ሜዲቴሽን ንገብር ወይ ገል እፈርሑ እፈርሑ ኣነ እኳ ኣብ ፀልማት ዓይኒ ዓሚተ ኮፍ ድብል ኦኬ ንዓይ እንታይ የፍርሓንን ደፍርሕ ነገር ከማን የለ እቲ ደፍርሕ ከማን ድሕን ቀሪብካ ክትፈልጥ ክትክእል ኣለካ ከተስተውዕል ኣለካ ኣማን ክኸውን ኣሎ ከባቢኻ ኦኬ ስለዚ ኣቲኻ ውሽጥኻ ትኣቱ ኩሉ ነገር ኣብዘርቭ ትገብሮ ኩሉ ነገር ኣብዘርቭ ትገብሮ ብትንፋስካ ኢንን ኣብ ትንፋስካ እንዳውፃኻ እንዳእተኻ እንዳውፃኻ እንዳእተኻ ሽዑ ላዕሊ ላዕሊ ላዕሊ ላዕሊ ላዕሊ ሃይ ባርብሬት ትገብር እዚ ንገዛእ ርእሱ ናይ ውሽጢ ፈተነ ከም ናይ ደገ ክንፍተኖ እዚ ሕርቃን ጓሂ ገለመለ ናይ ውሽጥና ከዓ ክንፍተን ክንክእል ኣለና ብዙሕ ዓለማት እዩ ደሎ ዓለም ኣሎ እዚ ናይ ስጋ ዓለም ናይ መንፈሳዊ ዓለም ኣሎ ናይ ናይ ውሽጢ ዓለም ናይ መንፈሳዊ ዝእሲልካ ናይ ራብዓይ ዳይሜንሽን ኣይኮንኩን ኣነ ድዛረብ ዘለኹ እዞም መላእኽቲ ረቀቲ ገለምታት ዝእከብሉ ኣብ ውሽጢ ብርሃን ፈጣሪ ዝሃበኒ ፈጣሪ መልኣኽ ኣይኮነን መልኣኽ ልኡኽ እዩ ፈጣሪ ዝሃበኒ ኣነ ብቅንጣብ ፈጣሪ እየ ተሰሪሐ ያ ኦሄ ኣበይ ኣለኹ ኦኬ ንኣምነት ኣይምዓ እስኪ ንኣምነት ኣይምርዳዓውን ኣይ ኦኬ ንኣምነት ሕጂ ኣብ ፈተነ ናይ ስጋ ክንገብር ሕጂ ናይ ኣነ ናይ ፈተነ ናይ ውሽጠይ ክብል ከለኹ ንኣምነት ንዕስራ ደቂቕ ወይ ዓሰርተ ሓሙሽተ ደቂቕ ተዓሚቱ ኣብ ውሽጡ ኣሎ ከምዚ ታናል እ፣ ኣብዚ ቴንዳ ረኣኹ ዝኸዶ ነገራት ኣሎ ኦኬ ቢዩቲፉል እዩ እንታይ እሞ ከምዚ ሸተተተተተትል ነገር ንውሽጥኻ ኢኻ ሸተተተት ትብል ብዙሕ ነገራት ሽዑ ኣብኡ ብዙሕ ነገራት ካብ ነብስኻ ዕረፍ ብዝኾነ ናይ ዓለም ናይ ዓለም ሓደ ሓደ ሰባት ኣይፍቀሩን እየ ልበይ ከይስበር ዝብላ ሰባት ኣለዋ ምሽ ካብ ምንታይ ይፈርሓ ኣለዋ ካብ ልቢ ምስባር ክስበራ ድን ኣይደንት ኖ ኩሉ ሰብ በበይኒ እዩ ብዝኾነ ንኣብነት ኣይምርዖን እየ ይብላ ተተሰበረኸ እቲ መርዓ ተተሰበረኸኒ ንኣብነት ቴሌፎን ንድወለኒ ኣሎ ማይ ግነት ብዝኾነ ኣብየ ኣለኹ ኦኬ ኣብዚ ፍርሒ ኣሎ ግን ተመክሮ ኣሎ ኦኬ ፍርሒ ኣሎ ግን ተመክሮ ኣሎ ንኣብነት ሕጂ ሰባት ፈርሓ ከይምርዓዋ ዳሕራይ ከ ድሕን ተፈላለየ ሰብ እንታይ ክብለኒ ስድራይ እንታይ ክብሉኒ ልበይ ተተሰበርኩኸ ገለ መልታት ከ ድብል ኣሎ ብዝኾነ ግን ከይኣተኻዮ ከመይ ጌርካ ትፈልጦ ሓደ ኣብ ርእሲኡ ከዓኒ እንታይ እሞ ኣለዎ ድሕን ልቢ ተሰይሩ ኦኬ ኣትሊስት ተመክሮ ናይ ልቢ ምስባር ኣሎ ካብ እቲ እሲሉ ልቢ ጥራሕ ድኾን ወላ ሓንቲ ደይብላዊ ነቲ ሽግር ምክንያቱ ተመክሮ ኣሎ ካብዚ ትምሃር እንደገና ድሕን ሓዳር ክትገብር ኮንካ ካብኡ ተማሂርካ ኣለኻ ማለት እዩ ምክንያቱ ምስ ሓደ ሰብ ክትራኸብ ከለኻ ከምዚ ቅድሚ ሕጂ ኣብ ናተይ ካልእ ቪድዮ ዝተዛረብኩሉ እቲ ሓደ ናትካ ሪፍሌክሽን ናትካ ነጸብራቕ እዩ ናትኪ ነጸብራቕ እዩ ኦኬ ካብኡ ኢኺ ትመሃሪ ዘለኺ ሓደ ዓይነት ቫልብሬሽን ሰምዌር ኣለኩም ከተዕርይዎ ዘለኩም ድሕር ከተዕርይዎ ዘይከኣልኩም ግን ኦ ንዚ ልበይ ሴሩኒ ኢልካ ተፈላለኻ ናብ ካልእ ትኸይ ስቲል እቲ ናትካ ዘይተዓረየ ነገር እንደገና እዩ ዝስዕበካ እቲ ቫርብሬሽን ስለ ዝኾነ ንሕና ቫርብሬሽን ብቫርብሬሽን ኢና ንነብር ቫርብረሽን እዩ ዘለና ሲሚለ ቫርብረሽን ምስ ሲሚለ ቫርብረሽን ሰባት ዘለዎም ኢና ንራኸብ ትሮማ ዘለዎም ምስ ትሮማ ኣነ ሰሪሐ ኣለኹ ከውፀ ብዝኾነ መንፈስና ክዓቢ እዩ ዘድለ ንሕና ኣብዚ ኩሉ ተሰባቢርና ተፈቲና መመረ ጥራሕ እዩ ኣብ ባንኪ እዩ ዝኣቱ ኦኬ እዚ ግን እንታይ ይኸውን ንሕና እቲ ናህና ሶል እቲ ናህና ብርሃን እቲ ናሃ ውሽጥና ይዓቢ ኦኬ ካብ ከይ ክመሃር ኢሉ መፅኡ ተዓፅዎ ብፍርሒ ይመሃር ማለት እዩ ኦኬ ማይ ደልየ ኣለኹ ማይ ክሰቲ እስኪ ሶሪ ናይ ብሓቂ ፀሚ እየ ኦኬ ናይ መርዓ ጌርና ያለና ሕጂ ሓደ ሓደ ሰባት ድፈርሓ ኣለዋ ግን እሱ ስለ ዝኾነ መንገዲ ምብሕቱ ይኸዶ እዩ ገሊኤን ግን ደይምርዓዋ ኣለዋ ድፈርሓ ኣብኡ ከለዋ ጥራሕ ሪሌሽንሽፕ ዝገብራ ምክንያቱ ካልእ ሳዕቤናት ስለ ዘምፅእ ግን ፈተነ እዩ ዝተርፍ ዘሎ ዝሓልፈና ዘሎ ፈተነ እዩ ዝሓልፈን ዘሎ ፈተነ እዩ ዝሓልፈኩም ዘሎ ምክንያቱ እቲ ፈተነ ክንፍተን ኣለና ግን ጥራሕ ነብስና እንዳፍቀርና ዝኾነ ነገር ድሕን ረኪቡና ከዓኒ እዚ ተማሂርናሉ ኣለና ካብኡ ተማሂርና ከዓ ንዓቢ ብኡ ከይተፈተንካ ኣይትዓብን ኢኻ ዝኾነ ኦኬ ንሓደ ሰብ ከተፍቅር ከለኻ ንነፍስኻ ኢኻ መጀመርታ ትፈልጣ ንኣብነት ሕጂ ምስ ሓደ ሰብ ክንፋቀር ከለና ኣብቲ ሰብ ከምዚ ሕጂ ክብለኩም ዝጸናሕኩ ከነፍቅሮ ከለና ንዓይን ንዕኡን ዘመሳስል ነገርሲ ኣሎ ኦኬ ሕጂ እቲ ዘመሳስለና ሕጂ ንኣብነት ዝተጎድኤ ሰብ ድሕን ረኺብና እቲ ሓደ ከዓኒ ስለ ዝተጎድኤ ድሕን ሕርቕርቕ ይብል ወይ ከዓ ዘይኮነ ነገራት ይገብር ኣሎ ሓደ መራኸቢና ኣለና ወይ ናይ ቀደም ትሮማ ይኹን ወይ ሓድሽ ትሮማ ይኹን ኣሎ እቲ ባርብረሽን ኣሎ እሱ እዩ ኣራኺቡና ዘሎ ኣክንዲ ምስቲ ሰብ ኮይና ነዕርዮ ግን ኦ እዚ ብዙሕ ነገራት ከምዚ ስለ ዝገብርሲ ኣይደሊን እየ ኢልና ምስኡ ተፈሊና ናብ ካልእ ንኸይድ እንደገና እታ ትሮማ ከዓ ትመፀና ድሕን ናትና ትሮማ ዘይዕረና እቲ ናትና ሳድነስ ሳድ ባርብረሽን እቲ ነጋቲቭ ባርብረሽን ድሕን ደየፅረናዮ ስሕበት ናይ ከምኡ ኢና ንኸውን ደገና ኸዓ ኣለና ግን ዘፅረየ ናቱ ሰብ ድሕን ረኺብና እስኻ ኸዓ ክልቴኻ ድሕን ናትካ ኔጋቲቭ ኤነርጂ ኣፅሪኻ ፖዘቲቭ ጌርካዮ ግን እቲ ብፖዘቲቭ ድሕን ተረኺብካ ስሙዝ ክኸውን ይፍትን ማለት እዩ እቲ ናብራ ኦኬ እዚ ሕጂ ኣብዚ ሕጂ ነብስና ኢና ንፈልጣ ድሕን ኣብ ሓደ ሰብ ገለ ነገር ርኢና ናትና ስታፍ እዩ ናትና ነገር እዩ ኣብ ሓደ ሰብ ሕጂ ንሓዘብ እዚ ከምዚ ናይ እዚ ከፅላኣኒ ድሕን ኢልካ ናትና እዩ ምክንያቱ ኩሉ ፍሪኩንሲ ባርብሬሽን እዩ እቲ ትሪኦ ዘለካ ንስካ እንተዘይትህልወካ ኣይምስራእካዮ ነርካ እዚ ኣነ ዝብለኩም ዘለኹ ድሕን ተረዲእኩም ብጣዕሚ ብጣዕሚ ብጣዕሚ እዩ ዘዕቢ ብጣዕሚ ኣንደርስታንዲን ናይ ሰልፊ ይህልወካ ሞር ሞር ከምዚ ክንሰርሕ ኢና በብዓይነቱ ገይረ ከምፅኦ በብዲፈረንት እንታይ ዳይሜንሽን ወይ ዳይሬክሽን ማእታን ኖለጅን ሰልፍ ናይ ነብሲ ኖለጅ ናይ ርእሰ ተኣማማንነት ብስጋና ብኤነርጂና ብሜንታልና ክህልወና ማዕታ ኦኬ ምስ ካልኦት ምስ ካልኦት ምስ ንቀርብ ንነብስና ንፈልጣ ንፈትዎን ንፈትዋ ንፈትዎን ንፀልኦን ከምኡ እውን ኣብኡ እውን ነለሊ ስለ ኦኬ ኣብኡም ስለ ንሪኦ ኦኬ ክደግማ እየ እዚኣ ቨሪ ኢምፖርታንት እያ ሰሚዕኩም ክትኮን ትስፋ ግብር ደጋግምዎ ኩላ ከንብባ እየ ኒወይ ገሊፀያ እንዲ ኩላ ከንብባ እየ ሐ- ንሓደ ሰብ ከተ- ከተፍቅር ከለካ ንነብስካ ኢካ መጀመርያ ትፈልጣ ምስ ካልኦት ምስ ንቀርብ ንነብስና ንፈልጣ ን- ንፈ- ንፈትዎ ንፈትዎ ንፀልኦን ኣብኦም ስለ ንሪኦ ኦኬ ኣብቲ ሰብ ስ እዛ ሕጂ ክገልጻ ዝጸናሕኩያ ደቂ ነጋውስ እቲ ንፈትዎ ኣብቲ ሰባት ስለ ንሪኦ ኦኬ ሕጂ እዚ ንዓና ንነብስና ንክንፈልጣ ይገብረና ኦኬ ናትና ነጸብራቅ ስለ ዝኮኑ ዝኮነ ሰብ ክትሪኦ ከለካ ላኣነ ኢለኩም ኣብዛ ዓለም ዋላ ሓደ የለን ብጀካ ንስካ ኣብ ሓደ ሰብ ጽቡቕ ተረኢኻ ጽቡቕ ናይ ነብስኻ እዩ ኣብ ሓደ ሰብ ሕማቕ ተደኣ ርኢኻ ከኣ ሕማቕ ናይ ነብስኻ እዩ ናትና መምሃራን እዮም እቶም ኣብ ሂወትና ዝመጹ ሰባት ኣበይ ይፍልጦ ኣይብሃልን እዩ ምኽንያቱ ኣባኻ ስለ ዘሎ ኦኬ ይድባል ኣባና ሰብ ኣበይ ይፍልጦ ኣይብሃልን እዩ ምኽንያቱ ኣባኻ ስለ ዘሎ ናትካ ነጸብራቕ ስለ ዝኾነ ኦኬ ስለዚ ዝኾነ ሰብ ክንረክብ ከለና ኣፕሪሽት ክንገብሮ ክንክእል ኣለና ምክንያቱ ናትና ነፀብራቅ ስለዝኾነ ክፉኡናን ፅቡኡናን ኣብኣቶም ስለ ንሪኦ እንተዘይላይ ንሪኦ ዲና ኦኬ ፍቅሪ እንተ ሓዘና ኣብዚ ትምህርቲ ኣሎ ፍቅሪ ድሕን ሒዝና ኣብዚ ትምህርቲ ኣሎ ከምዚ ክገልፀልኩም ዝፀናሕኩ እዩ ፍቅሪ ድሕን ሒዝና ፍቅሪ ስለ ዘለና ፅልኢ ድሕን ሒዝና ፅልኢ ስለ ዘለና ደቂ ነጋውስ ንነብስና ኩሉ ንገብሮ ንምንታይ ተወሊድና ንነብስና ከነዕቢ ንነብስና ክንፈልጥ ፒሪድ ወላ ሓንቲ ካልእ ንቐትለሉ ንነብስና የለን ንታሕቲ ነውደቐሉ የለን ምክንያት የለን ምክንያት መምፂና ንክንፍተን እዩ እንታይ ንደሊ እንታይ ንፈቱ ነለሊ ምስቲ ዝፈተናዮ ሰብ በሰላ ተለና ድማ ብሓደ ኮይና ነሕውዮ ኦኬ ፈጣሪ እዚኣ ባርብሬሽን ከተረኸበና ከላ እዚኣ ፈጣሪ ከተረኸበና ከላ ሓደ ነገር ክፍጠር ከሎ ኦኬ ንሓደ ሰብ ብዙሕ ግዜ ትሪኦ ትሪኦ ትሪኦ ግን እቲ ናይ ፍቕሪ ስምዒት ክመፀካ ከሎ ግን እቲያ ፈጣሪት ኣላይን ክትገብረልካ ከላ ምስቲ ስምዒትካ እዩ ገለ ነገር ተበራብረልካ ውሽጥኻ ገለ ነገር ተበራብለሉ ኣብቲ ናይቲ ካልእ ሰብ ውሽጢ ምስታ መሬት ትህበና ነገራት ኣላይን ንኸውን እዚ ተረክበና ዘላ መኣታ ናትና ነገራት ናትና ጽቡቅ ከነማዕብል ናይ ትሮማ ጥራሕ ዘይኮነ ምሕዋይ ድሕን ክንህፍትም ኮይና ብሓደ ንህፍትም ድሕን ክንወልድ ኮይና ብሓደ ንወልድ ድሕን ሓደ ነገር ሕጂ ንኣምነት ብዙሓት ኤርትራውያን ሕጂ ይተኣኻኸቡ ኣለዉ ንዓዶም ክኸቱ ኦኬ ንብርጌድ ንሓመዱ ዕድመን ጥዕናን ንሃቦም። ሕጂ እዚኣቶም ሕጂ እቲ ናቶም ሞመንቶም ፈጢሮሞ ኣለዉ ኦኬ ብሓደ ፍርኩንሲ ብሓደ ህርመት ነናቶም ሲሚለር ደረኽብሲ ኣሎ ሓደ ክኾን ኣይክእልን እዩ ብዙሕ ዓይነት ስለ ዘለና ሓደ ዓይነት ግን ንኩሎም ዘረኸብ ሒዞም ኣሎ እዚኣቶም ሕጂ ኣብቲ ዝደለይዎ ጎል ክኣትዉ ክእሉ ናይ ሰብኣይን ሰበይትን ናይ ፍቕርን ጥራሕ ዘይኮነ ናይ ሃገራት ከማን እዩ

ገለ ነገር እንተ መራኸቢ ተዘይህሎናስ ከምዚ ክብለኩም ናይ ፍቕሪ ባርብረሽን ኣሎ ናይ ፅልኢ ባርብረሽን ኣሎ ናይ ትሮማ ባርብረሽን ኣሎ ናይ ሰላም ባርብረሽን በብዓይነቱ ባርብረ ኣብኡ ከለካ ከማኒ ትፋለጥ ኢኻ ሕጂ ንኣብነት ዓይነታት ሰባት ኣብኡ ከለካ ትፈለጥ ሕጂ ንኣብነት ፀላያይ ሰብ ፍሉጥ እዩ ኦኬ መደተሽን ዝስገብር ሰብ ፍሉጥ እዩ ኦኬ እቲ ናታቶም ዋላ ካብቲ ኮፍ ኣባህሎም ካብቲ ኣዘራርብኦም ዋላ ካብቲ ቦዲ እንታይ ዓይነት ሰባት እዩ ኣብኡ ከለካ ክትፈልጥ ትኽእል ኢኻ ምክንያቱ እቲ ፍርኩንሲ ስለ ዘለዎም ከምኣቶም ዓይነት ሰባት እዮም ከዓኒ ክስታይ ኣትራክት ዝገብሮ ንኣብነት ሕጂ ሓንቲ ነይራ ሰብኣያ ብጣዕሚ ቫይለንት ብጣዕሚ ብጣዕሚ ሕማቅ ነይሩ ብጣዕሚ ሕማቅ ናይ ሕማቅ ሕማቅ ኦኬ እቲ ሰሚዕለ ይፈልጥ ሕማቅ ኦኬ እንደገና ካልእ ሰብኣይ ኣብያ ነይራ ገልመለ እንደገና ካልእ ሰብኣይ ካዕኒ ኣቢላ እሱ ከዓ ኢንዲፈረንት ወይ ከዓ ሕማቅ ሕጂ እንታይ እዩ ዘሎ ኣብዚ እሳ ትብል ኣለስ እንታይ ዓይነት ሰብ ኮይነ እየ ከምዚ ዓይነት ሰብ ጥራሕ ኣትራክት ዝገብር ሕጂ እንታይ እዩ ዘሎ ቅድሚ ናይቲ ሰብኣይ ምቅራባ ናይቲ ሕማቅ ዝገበራ መጀመርታ እንታይ እዩ ነይሩ ቅድሚኡ እንታይ ዓይነት ፍርኩንሲ እዩ ነይርዋ ያ ኣብዚኣ ከገድፋ እየ እዚኣ ኤኒወይ ገለ መራኸቢ እንተዘይህልወና ኣይምተረኻኸብናን ዳሴት ሕጂ እዚ ከምዚ ገለ ነገር ሰ ኣሎ ሕጂ ግን ንክዕረ እንድዩ ገሊኦም ገሊኦም ግን ዳርጋ ንእንስሳ ዝቐረቡ ሰባት ኣለዉ ዋላ ወልድ ኣለዋ መብዛሕትኦም ግን ኣሰብኡት እዮም ቫይለንት እናበለ ደቂ ኣንስትዮ ብጣዕሚ ቫይለንት ብጣዕሚ ሕማቃት ደለዉ ኣለዉ ነተን ሰባት ነተን ኣንስቲ ስነብሰን ዘጽልእወን ድኻ ደማ ዳሕራይ እንደገና ከኣኒ ከምኡ ዓይነት ሰባት ኣትራክት ይገብራ ምክንያቱ ፍርሒ ስለ ዘሎ እቲ ከምኡ ዓይነት ባርብሬት ስለ ዝገብራ ትሮምአን ስለ ዘይሕወያ ኦኬ ኣብ ኣተገደፍናያ እዚኣ ሓይሽ ናይ ውሽጥና ምዕባይ ኢና መጺእና ኦኬ ናይ ውሽጥና ንሕና ኣብዚ መሬት ዝመፃና ኦኬ ናይ ውሽጥና ከነዕቢ ኢና መፂና እምበር ዋላ ሓንቲ ደምፃና ምክንያት የለን ንንሃና ሶል ከነዕቢ መፂና ግን ስሒትና ኦኬ ኣብ ማታርያል ወርልድ ንኸይድ ኣብዚ ከም ጉባኤ ንትካል ኣይኮናን ንትካል ተኮይንና ናይቶም ዝሓለፉ ትካል ኣበይ ኣሎ ንትካል ድሕን ኮይና ኣብዚ ዓለምሲ ድሕን ንትካል ኮይና መፂና ደቂ ነጋውስ ማተርያል ክንገብር ሕጂ ንኣብነት እዚኣ ናተይ ስቶን ኣላ ኦኬ ኣነ ድሕን ከይደ እዚኣ ኣበይ ከም ትኸይድ ኣይፈልጣን እየ ብፍፁም ኣይፈልጣን እየ ምናልባት ናተይ ፋሚሊ እዚኣ ኢንተርስት የብለንን ኣየደልያን እየ ከም ገሌላስ ኣብ ገለ ክትከይድ እያ ኦኬ እዚኣ ግን ናተይ እያ ኣነ ድሕን ንኣምነት ሂወተይ ሙሉእ ነዚኣ ከጥሪ ኮይነ ነይረሲ እዚኣ ሓዲገያ ከይደስ እቶም ኣነ ዘፍቅሮም ሰባት ከማንሲ ኣይጥቆሙላን እዮም ስለዚ ዋይ ኣነ ሂወተይ ሙሉእ ናብዚኣ ኦኬ ናብዚኣ ትካል እዚኣ ሂወተይ ኣነ ኢንቨስት ዝገ ኣብ ውሽጠይ ንምንታይ ኢንቨስት ዘይገብር ሒዘዮ ዝኸይድ ዝዓብየሉ ላዕሊ ፍሪኩንሲ ዝገብረን እንደገና ድሕን ክመፅእ ኮይነ ሽዑ ኣብቲ ዝለዓለ ፍሪኩንሲ ዘለዎ ፋሚሊ ወይ ገዛ ወይ ናብራ ኣትየ ነብር ከምኡ እያ ትብለላ እዚኣ ናይ ውሽጥና ከነዕቢ ኢና መፂና እምበር ምክንያቱ ሲ ረእይዎሞ ንሕጂ ናይ ኣቦሓጎታትኩም ኣቦሓጎታቶም ብጀካ ቶም ደቂ ዓዲ ኣብ ኤርትራ ኦኬ ቶም ደቂ ኣባት ዝበሃሉ ኦኬ እሳቶም መሬት ኣለዎም ናይቲ ተው- ንወለዶታት ዝተወራረሰ ኦኬ ግን እ፣ ኣይትፈልጦን ኢኻ ናይቲ ክልተ ኣቦሓጎኻ ድሕሪ ዘሎ ኢኻ ተፍለጥካ እምበር ካብኡ ንኔው ግን ኣይትፈልጥን ኢኻ ኣበይ ኔርካ ከማን ተቀያይርካ ከማን ክትከውን ትኽእል ኢኻ የምክን ትስብሕ መሬት ናትካ ዝነበረ ካልእ ሰብ ዘይትፈትዎም ወሲዶሞ ክኾኑ ይኽእሉ እዮም ዋላ ኣብቲ መሬት ናትካ ናይ ደቦ ሓጎኻ ናይ ደቦ ሓጎኻ እቲ ናትካ ውርሻ ሌት ኣሎን ናይ ካልእ ዓለም ናይ ካልእ ዓለም ዝዓደካዮ ማኪና ድዩ ቢዝነስ ድዩ ትካል ድዩ ገዛ ድዩ ኣበይ ኣሎ ናይዞም ዝሓለፉ ብሓጎታትና መሬት ሕሳብ እያ ትወስድ ተኸፈት ተኸፈሲ መንገደት ኣንቀጥቅጣ ኢላ ውስድ ወይ ከዓኒ ናፍቶም ዘይደለኻዮም ሰባት ኣፕሩቭ ዘይትገብረሎም ሰባት ከ ክኸይድ ኸእል እዩ ብብዙሕ ምክንያት ኣብ ወለዶታት ገለመታ ገለ ገለ ሰባት ናብ ነናቶም ፋሚሊ ይዋላሎ ድማኣታን እቲ ንብረት ኣብኡ ክተርፍ ኦኬ ግን ሳምሃው ከም ገሌሉ ይኸይድ እዩ ይጠፍእ ይወፅእ እዩ ያ ነገራት ስለ ዝቀያየሩ ስለዚ ሲ ነየናይ ምዕባይ ይድሕሸና የስ ንስድራ ቤትካ ንደቅኻ ገዲፍካሎም ንሽተይ ክትከይድ ፅቡቕ እዩ ግን እሱ ክኾን ኣይግባእን ቀዳምነት ኢንፋክት ድሕን ናፃ ኾንካ ኩሉ ነገር ኣለኒ ተመስገን ኢልካ ኣመስጊንካ ንፈጣሪ ስሕበት ናይ ተመስገን ስሕበት ናይ ኣባንደንስ ኢኻ ትኸውን ናይ ዘይተኣደነ ፅቡቕ ነገር ስሕበት ኢኻ ትኸውን ኦኬ ኣበይ ኣለኹም? ሶሪ ድኽም ኢለ ጥራሕ ከይከውን ከየድክመኩም ሆፕፉሊ ገለ ነገር ኖለጅ ንወስድ ነሉ ደቂ ነጋውስ ኦኬ ቀዳሞት ይብሉ ፅቡቅ ሽም ግደፍ ገዲፍካ ኪድ የ ቀዳሞት ይብሉ ፅቡቅ ሽም they know they're so smart ትፈልጡ እዮም ወላ ሓንቲ ኢስካ ከም ደይ ትኸይድ ከማን መዓስ ትኸይድ ከማን ኣይተ ቦግ ኢልካ ዕዝር ክትብል ትኽእል ኢኻ ኦኬ ሕጂሲ እንታይ ገዲፍካ ትኸይድሲ ክትፈልጥ ኣለካ እንታይካ ገዲፍካ ትኸይድ ሽም ጥራሕ ገዲፍካ ትኸይድ ትኽእል ወዲ ኩስቶ ኩስቶ ከምዚ ነይሩ ሓላል ነይሩ ወይ እከይ ነይሩ እቲ ሰይጣን እንዲ ነይሩ እቲ መልኣኽ እንዲ ነይሩ ሽም ጥራሕ ኢኻ ፅቡቅ ገዲፍካ ትኸይድ እምበረይ ናይ እንዳ ኩስቶ ከምዚ ነይርዎ ከምዚ ነይርዎ ኣበይ ኣለዉ ግን የለውን ያ ካልእ ሓሳብ ክመፀኒ ፀኒሐ ሓደ ቢልዲን ኣብ ኤርትራ ዓብ ቢልዲን እዩ ሽም ዘለዎ ቢልዲን ከም ፋሚሊ የለውና ብዝኾነ ሽም ጥራሕ ኢኻ ገዲፍካ ትኸይድ ትካል ንብረት ክትገድፍ ኣይትኽእልን ኢኻ ብፍፁም ክትብል ኣይትኽእልን ኢኻ የለን ከማን እዩ ሮሲ እዩ ዋላ እዞም ሃፍታማት ሰረቕቲ ምሽ ኣለዉ ካብ ዓዶም ካብ ድኻታት ኣውፅኦም ኣብ ካልእ ዓለም ምሽ ይገድፎ እቶም ካልእ ዓለም ካብ ሽዕ ይሕብቦ ነቶም ንካልእ ዓለም መበሊ ኾኖም ዲቨሎፕመንት መግበሪ ገለ መታት ኢሎም ድሌቶም ይገብርዎ የ ከምኡ እዩ ዝኾነ ኦኬ ድሕሪ ሓደ ወይ ክልተ ወለዶ መሬትና ይውሰድ ወይ ናብ ካልኦት ከምዚ ሕጂ ክብለኩም ዝጸናሕኩ ንወስዶ ብስጋን ብመንፈስን ሕጂ ብስጋ ናተይ ብስጋን ብመንፈስን ኦኬ ንኣብነት ሕጂ ኣነ ኣብዚ ገዛና ተወሊደ ብዙሕ ነገር ቀሲመ ኣለኹ ብስጋን ብስፕርቹዋልን ገዛና ንዓይ ዓብዮሙኒ እዮም ኢለ ይኣምን ኦኬ ኣነ ንኣብነት ግን ድሕን ሕማቕ ነገር ገይረ ኦኬ ምናልባት ኣነ ኣብዚ ገዛና ኣይውለድን ኣብ ካልእ ገዛ ኦኬ ብመንፈስ እዩ እቲ ምሽ ሓሪኻ ትመፆ ኣብኡ ከማነ ኣብ ዘይኮነ ቦታ ብመንፈስ ክትውለድ ትኽእል ኣብ ዘይኮነ ሕጂ ንኣብነት ኣብ መብዛሕትኡ ገዛውቲ ኣብቲ ገዝኦም እዮም እንደገና ዝውለዱ ሕጂ ንኣመት እውይ እዚኣስ ንዓባየይ ትመስል እዚኣሲ ንኣቦሓጎይ ትመስል እዚሲ ደይህሮም ቆልዑት ኣብ ሓደ ፋሚሊ ደይህሮማ ቆልዑት ኣለዋ ነዲኦም ስለ ደዘክርኦም ኣደያ ኢሎም ስለ ዝኣምኑ እዩ ከዓ ኣብኡ ይውለዱ እዮም እንደገና መፅኦም ይውለዱ እዮም ኣብቲ ገዛ ሕጂ እዚ ክልተ ነገር ተስሕት ኣለካ ማለት እዩ የምክን ኣብኡ እዚ ኩሉ ኢንቨስት ገይሮም ኣብታ ፋሚሊ የምክን ኣብቲ ካልእ ፋሚሊ ይኸውን እቲ ናቶም በርብሬሽን ሕጂ ብስጋን ብመንፈስን ኢኻ ትስሕድ ዘለኻ ስለዚ ኣብ ዝኸድካዮ ነገራት ፅቡቅ ክዘረእ ክትክእል ኣለካ ክትዓፅዶ ማእታት ብስጋን ብመንፈስን ምክንያቱ እዛ መሬት እዚኣ መምሃሪት እያ ኣይትድምሰስን እያ ንኩሉ ግዜ ኣላ ንእዮን እዮን እዮን እዮን እዮን ንክንደይ ግዜኣ ፀኒሓ ኣላ ክፀኒሕ እያ ካብዚ ማዕቢልካ ሃያ ዳይሜንሽን ትኸይድ እንተደየሎ ኣብዚኣ ትተርፍ ትሕትዝም ኣለኹ ኦኬ እዚኣ ጌርናያ ብመንፈስን ኦኬ ምናልባት ንስኻ ዘይተደንቆም ዘይተድንቆም ክወስድዎ ይኽእሉ እዮም ትትካልካ ሕጂ ንኣብነት እስኻ ኣብዛ ገዛ ኣብዛ ገዛይ ኣነ ፅቡቅ ገይረ ሰሪቆ ድየ ገልምታት ገልምታት ኣምፅየ ነዛ ገዛይ ሃፍትም ድሕና ኣቢለያ የምክን ነቶም ዝሰረቕኩም ሰባት ኣብዚያ ተመሊሶም ክጥቀሙሉ ይኽእሉ እዮም። ጽ- ዳስዋይ ሓጢኣት የለ ጌጋ ነገር የለ ትምህርቲ ጥራሕ እዩ ዘሎ ካብ ትመላለስ ትመላለስ ትመላለስ ግን ሃይ ዳይሜንሽን ክትከይድ ነዞም ኣብዚ ዘለዉ ከማን ክትሕግዞም መኣታን ነብስኻ ፍለጥ ዝብል ኣነ ኩሉ ግዜ ኣንኩሩ ዝበሃል መፅሓፍ እየ ከዓ ቀሪባ ኣላ ፓብሊሽ ክትከውን ክትወፅእ ኦኬ ጠሙትዋ ኢኹም ኣንኩሩ ትብል ኢለ ከውፃ እየ ተሰዲዳ ኣላ ንዩጋንዳ ክትሕተም ኦኬ ጸኒሓ ኣላ ሕጂ ከማን ካብ ትኸይድ ቀሪባ ኣላ ኣይ ቲንክ ድሕሪ ክልተ ወርሒ ገለ መልታት ኣይ ቲንክ ኮምፕሊት ትኸውን ትኸውን እያ ፅቡቅ ገይረ ኣድቨርታይዚንግ ክገብራ ኤኒወይ ፈትወኩም እያ ደቂ ነጋሲ ፈትወኩም ደይለኩም ፈትወኩም እየ ፈትወኩም እየ ፈትወኩም ፕሊስ ፍቅሪን ፅቡቅ ነገር ንዝራእ ማታን ክንዓፅዶ ንነብስና መጀመርታ ነዛ ነብስና እያ ነዛ ነብስና ኦኬ እንዳ ወዲ ኣያ ኦኬ ዋላ ገንዘብካ ስጋኻ መጨረሽታ ኣይነብርን እዩ እቲ ክንገብሮ ንኽእል መሬት ምሕዋይ ነዛ መሬት ክንሕውያ ኣለና ንሕና ክንገብሮ ንኽእል ነዛ መሬት ክንሕውያ ኣለና ካብቲ ዝፀንሓትና ዝበለፀ ጌርና እያ ክንከይድ ኣለና እከያት ኣይንኹን ናይ ውግእን ናይ መከራን ናይ ሰይጣውንትን ጌርና እያ ኣይንኽይድ እዚ ካካ እዩ ፈተና ኣሎ ድዩ ኣብኡ ተፈቲንካ ክትበልፅ ትኽእል ዲኻ ኣይዋ እወ ግን ልስልስ ንግበሮ ብልስልስ ዘይንፍተን ብፍቕሪ ንሕና ኣነ ክዓቢ ኩላተን ፈቃራት ይለቃቕሓ ይወሃሃባ ብጣዕሚ ፈቃራት እየን ነይረን ዘርእየን ይተሓጋገዛ እቲ ዘርኢ ደሎ ነቲያ ዘርኢ ዘይብላ ዓይነት ፍርታ ድዩ ዋላ ኣሕምልቲ ድዩ ዋላ ሰዊ ድዩ ገለ እንዳተዓባበለ ሰብ ይነብር ዋላ ፀባ ድዩ ልኻይ ድዩ እስኪዝ ሚ እንዳተለቃቃሓ ይወሃሃባ ከምኡ ይነብራ ነይረን ምክንያቱ ኣብ ሃርት ቻካራ ኣብ ናይ ልቢ ስለ ዝነበራ ኣብ ፍቅሪ ሃይ ባርብሬ ስለ ዝገራ ሕጂ ግን ውግእን መከራን ሎ ባርብሬሽን ኣብ ናይ ተባላዕ ናይ ስጋ ናይ ምምንጫት ኣብኡ በፂሕና ኣለና ዊች ኢዝ ባድ ንሕና ፍርኩንስና ሃይ ክንገብሮ ክንክእል ኣለና ከም ሰብ ክንከውን ኣለና ከም ሰብ ክንከውን ኣለና ተኸፍአ ተኸፍአ ሲ ቃንዛ ናይ ሰብ ክርድኣና ፈቃራትን እሙናትን ክንኣምን ክንክእል ኣለና እምነት የለን ኮፍ ኢልካ ትበልዕ ትጻወት ዝብል ሰብሲ ደይኣምነካ ግዜ እዩ በጺሑ ዘሎ ኣብ ናይ ኤርትራ ብሕልፊ ብጣዕሚ ብጣዕሚ ብጣዕሚ ዘሕፍር ኣነ ከመይ ገይረ ኣብዚ ኮፍ ክብል ኢልካ ትስከፈሉ ግዜ እዩ ዘሎ ምሳና ክንብባ እዚኣ ኬፍ ኣለዋ ኦኬ ዋላ ገንዘብካ ስጋኻ መጨረሽታ ኣይኮነን እዩ መጨረሽታ ኣይኮነ እቲ ክንገብሮ ንኽእል ንመሬት ምሕዋይ ኦኬ ካብቲ ዘላቶ ኣብሊፅና ክንሓድጋ እቶም ድሕሬና ዝመፁ ክፍተኑላ ኦኬ ካልኦት ኣለዉ ነዚ ዘይደልይዎ ነዚ ዘይደልይዎ እየ ነ ቅድሚ ሕጂ ምሽ ነጊረኩም እየ ብዙሕ ግዜ ዋላ ሕጂም ተዛሪበ ካብ ቃንዛ ሃርብ ካብ ቃንዛ ዝዓጽዱ ኣለዉ እዛ መሬት ሆስታይል ክገብርዋ ዝደልዩ ኣለዉ ንሕና ኩልና ሓደ ኢና ገልበ ኖ ኖ ኣለዉ ኦኬ ብዙሓት ኢና ኣብዚ መሬት ዘለና ብዙሓት ዓይነት ኢና ዘለና ኣብዛ መሬት ኣብ ከባቢ መሬት ብዙሓት ዓይነት ኢና ዘለና ዝሰልጠኑ ኣለዉ ድታሓቱ ኣለዉ ማእከል ዘለዉ ኣለዉ በብዓይነትና ኢና ዘለና እዛ መሬት ግን ካብቲ ዝፀንሓቶ ዝበለፀት ተሓፍ ኣቢልናያ ክንከይድ ክንክእል ኣለና ምክንያቱ ወይ ንሕና ንምለስ ወይቶም ድመፁ ብሰላም ክፍተኑ ኦኬ ናትና ራይት ናትና ጉቡእና እዩ ኦኬ እኸሊ ኣብሊዓ እንዳንበረትና እታ መሬት ሲ እቲ መሬታ ከማን ሲ ክንተኽለላን ክንምሽ ኣሲድን ሕማቕ ነገራትን ጥራሕ ክንደፍኣላ ወይ ክንዞቃ፣ ክንተኽለላ፣ ከነፍርያ፣ ከነማዕብላ፣ ጎላዕላዕ ከነብላ ክንክእል ኣለና። መሬትን ሰበይቲ ወላ ሰብን ሓደ እዩ። ድሕን ኣሕሲምካያ ትሓስም፣ ድሕን ኣብሊጽካያ ኣጸቢቕካያ ከኣ ትጉላዕላዕላዕላዕ ትብል። እዚ ይርድኣና ድዩ? እዚ ከኣ ኩሉ ሰብ ክገብሮ ኣቲን ከኣ ምሒልኩም ኣለኹ ኩሉ ሰብ ክገብሮ ዝግባእ እዩ። ኦኬ ኣበይ በጺሐ ኣለኹ? መሬት ኣመ ኣመስግና ኦኬ ንመሬት ኣመስግና ኣኽብራ ፈጣሪት ፈጣር ፈጣሪትካ ፈጣሪኻ ኣይትረስዕ ፈጣሪኻ ኣይትረስዕ ኦኬ ደቂ ሰባት ኣፍቅር ዝተወ ዝተወለድና ንኽን ን ክንፍተን ነብስና ክንፈልጥ ስጋና ስጋና ክንፈል ነብስና ንክንፈልጥ ኢና ብዚ ዝመፀና ክንፍተን ኢና መፂና ንምንታይ መፂና እንድዩ ክንፍተን ኢና መፂና ነብስና ከነፍቅር ኣለና መሬት ከነፍቅር ኣለና እታ ዝፈጠረትና ከነፍቅራ ክንክእል ኣለና መሬት ኢና ንሕና ካብ መሬት ናብ መሬት ስለ ንምለስ ከዓኒ ምስ መሬት ሰናይ ንኹን ፈትወኩም እየ ደቂ ነጋውስ ፈትወኩም እየ ፈትወኩም እየ ኣዜ ቢዕብዮ ቻው